ኣገልግሎት ድምፂ ሰላምና እዩ። ኣገልግሎት ሬድዮ ሰላምና ኩሉ ግዜ ምሸት ካብ 8 ፍርዓን ክሳዕ 9 ብሳላሳን ሓደን ሓፂር ማዕበል ይፍኖ ሕጂ መደብ ቤተሰብ ዝብል ሒዝና ቀሪብና ኣሎና።
ብዝተፈላለየ መንገዲ ኣብ ዝተፈላለየ ኩነታት ኮንኩም ንኣገለዎት ሬድዮ ሰላምና ትከታተሉ ዘለኹም ኣዚና ነፍቅረኩም ክቡራትን ፍትዋትን ሰማዕትና ጸጋን ሰላምን ንዓኻትኩም ይኹን እናበልና ሎሚ ድሕሪ መዝሙር ፈለማ ሰሪዕናዮ ዘሎና ሓፍትና ቤቲ ሞኮንን ብዛዕባ መንፈሳዊ የዒንቲ ዝብል ከተቕርበልና እያ ሓቢርና ንከታተል። ኣብ ኩሉ መንገደይ ይሓስበካ ወልበይ ውን ወትሩ ዝክረካ ነብሰይ ንኩራካ ሃረር ትብል ስፍራ ህላዌኻ ትናፍቅ

ኣብ ሎሚ ኮይኑ ንዝመጽእ ዘቋምጥ ሰብ ዳርጋ ፍርቂ ዓወት ተዓዊቱ ኣሎ እንተበልና ኣየጋነናን። ብዙሓት ተዓዊቶም ዝሓለፉ እቶም ብዛዕባ መጻኢኦም ብዝግባእ ርእዮም ነቲ ዝረኣይዎ ክበጽሕዎ ዝተጋደሉ ሰባት እዮም። ሰብ ኣብ ዘመን ህይወቱ ዝተፈላለየ ዓይነት ኣረኣያ ክርኢ ይኽእል እዩ። ገለ ናይ ርሑቕ፣ ገለ ከኣ ናይ ቀረባ፣ ገለ ምርኣይ ኣብዛ ምድሪ፣ ገለ ከኣ ምርኣይ ነቲ ሰማያዊ። ሎሚ እንታይ ንርኢ ኣሎና? ኣምላኽ ነቶም ናቱ ዝዀኑ ኣብ ወገኑ ኸኣ ተሰሊፍና ግደ መንግስቲ ኣምላኽ ዝረኸብና ሰባት ክንርእዮ ዝደልየና ነገር ኣሎ። ነቲ ኣምላኽ ክንርእዮ ዝደለየና ዅሉ ክቡር፣ ብሉጽ ዘለኣለማውነት ዘለዎ ዓቢ ነገር ኢዩ። ነቲ ኣምላኽ ዘዳለዎ ንምርኣይ ግና ዝርኣያ ኣዒንቲ ክህልዋና ኣለወን። እዚ ሕጂ ምርኣይ ኢልና ንዛረበሉ ዘሎና ነጥቢ ካብቲ ኣብ መዓልታዊ ንጥፈታትና እንርእዮ ናይ ስጋ ምርኣይ ዝተፈልየ ኢዩ። ከምቲ ንስጋዊ ነገር ንምርኣይ ክፉታትን ጥዑያትን ስጋዊ የዒንቲ ዘድልየና፣ ከምኡ ኸኣ ነቲ መንፈሳዊ ነገር ንምርኣይ ክፉታትን መንፈስ ቅዱስ ዝተዃሓላ መንፈሳውያን የዒንቲን የድልያና። ኣምላኽ ወትሩን ብተደጋጋምን ዝሓቶ ሕቶ እንተ ኣልዩ ኮይኑ እንታይ ትርኢ ኣሎኻ ዝብል ሕቶ እዩ። እዚ ሕቶ እዚ ንብዙሓት ናይ ኣምላኽ ሰባት ቀሪብሎም እዩ። ካብቶም እዚ ሕቶ ቀሪብሎም ብዝግባእ ዝመለሱ ኸኣ ሓደ ነቢ ኤርምያስ እዩ። እቲ ቓል ክዛረበና ከሎ ከምዚ ይብል፣ ድሕሪ እዚውን ኣታ ኤርምያስ፣ እንታይ ትርኢ ኣሎኻ? ዝብል ቃል እግዚኣብሄር ናባይ መጸ። ኣነ ድማ ጨንፈር ኦም ለውዚ እርኢ ኣሎኹ በልኩ። እግዚኣብሄር ከኣ ንቓለይ ክተግሃሉን ከም ዝፍጸም ክገብረን እየ እሞ፣ ጽቡቕ ርኢኻ በለኒ። ኤርምያስ ምዕራፍ ሓደ ጥቕሲ ዓሰርተ ክልተ እወ፣ ነቲ ብግዜኡ ዝፍጸም ሰናይ ናይ እግዚኣብሄር ስራሕ ምስትውዓል ዝኽእል እቲ መንፍሳዊ ኣዒንቱ ዝተኸፍተሉ ባርያ ኣምላኽ ጥራይ እዩ። እዚ ዘለናዮ ዘመን ኣብ ብዙሕ መንፍሳዊ ምድንጋር ዝኣተናሉ እዋን እዩ። ብፍላይ ድማ ከም ቤተሰብን ሰብ ሓዳርን ኣብ ከመይ ዝበለ ዓቢ ነውጽ ከም ዘለና ምግማቱ ዘሸግር ኣይኮነን። በዚ ምክንያት እዚ ከኣ እዩ በተን ክፉታት ስጋዊ ዓይነትና እናተመላለስና ነቲ ኣምላኽ ክንወርሶ ዘዳለወልና ክቡር ርስቲ ንምውራስ ዘይከኣል ዘይከኣልና ዘሎና ኣብዚ ግዜ እዚ ኣምላኽ እቲ ዝረኣየልና ክንወርስ ይደለና ኣሎ ንምውራሱ ግና ንዕንትና ብመንፈሱ ክንክፍ ክንጽሊ ኣሎና መንፈሳዊ ዕንትና ክሳብ ዘይተኸፍተ እዋን ኣብ ምድንጋርን መንፈሳዊ ውድቀትን ክንርከብ ናይ ግድን እዩ ኣምላኽ ፍርቂ ዘይኮነ ምሉእ ክፉታት ኣዒንቲ ክህልወና እዩ ዝደሊ። ንዝክርዶ ሓደ ግዜ የሱስ ክርስቶስ ንሓደ ዓይነ ስውር ረኸቦ እሞ ክፍውሶ ደለየ። ጎይታና የሱስ ከኣ ተንከዮ እሞ ኣብቲ መጀመርታ እንታይ ትርኢ ኣለኻ በሎ። ንሱ ከኣ እቶም ሰባት ኣግራብ መሲሎም ከም ዝረኣይዎ ነገረ እሞ ብድሕምሪኡ ግና ምሉእ ምትንካይ ምስ ተንከፎን ነገራት ብንጹር ክርኢ ጀሚሩ። ሎሚ ናብ ምድሓን ጎይታና የሱስ ክርስቶስ ምስ መጻና ምኽፋት ኣዒንትና ረኺብና ኢና ግና ከኣ ነጺርና ክንርኢ ብምልኣት ኢድ ኣምላኽ ነዒንትና ክትንክፋ ክንጽልያ ኣሎና። ጎይታና የሱስ ክርስቶስ ክዛረብ ከሎ ናይ ስጋ መብራህቲ ዓይኒ እያ። ዓይንኻ ጠይቲ እንተኾነት ብዘሎ ስጋኻ ብሩህ ይኸውን። ዓይንኻ ሕምምቲ እንተኾነት ግና ብዘሎ ስጋኻ ጸልማት ይኸውን። እምበኣርሲ እቲ ኣባኻ ዘሎ ብርሃን ካብ ጸልመተ ጸልማቱስ ክንደይ ዓብዪ ክኸውን ብምባል ይዛረብ። ጎይታና የሱስ ክርስቶስ ኣብዚ ኣተኪሩ ኣተክርኡ ብዛዕባ እቲ ስጋዊ የዕንቲና ዘይኮነስ ብዛዕባ መንፈሳዊ የዕንቲ እዩ ዝዛረብ ዘሎ። ጥዕና መንፍሳዊ ህይወትና ብመጠን ምኽፋት የዒንትና ምዃኑ ከኣ ርጉጽ ሓቂ ኣብዚ ንርዮ። ሎሚ እቲ ኣብ ህይወትና ክፍወስ ዘለዎ ዝዓበየ ኣረኣእያና ወይ ድማ መንፈሳዊ የዒንትና እዩ። እቲ ኣብ ህይወትና ክውን እንተኾይኑ ከኣ እዩ እቲ ብጎይታና የሱስ ክርስቶስ ዝተረኽበ ዓወት ንምጅባጡ እንኽእል። ጎይታና የሱስ ክርስቶስ እውን እቲ ምስጢር እዚ ምዃኑ ስለ ዝፈለጠ እዩ ንማሕበር ሎድቅያ ግርም ጌራ ክትርኢ እሞ ካብ ወዲቓቶ ዘላ ውድቀትን ካብ ተታሒዛትሉ ዘላ መፈንጥራን ክትወጽእ ካባይ መንፈሳዊ ኩሕሊ ዓድጊ ዝበላ። ሎሚ ጸሎትና ኩሉ ኣምላኽ መንፍሳዊ ኣዒንትና ክኸፍተልና ክኸውን ኣለዎ። ኣምላኽ ክፉታት ኣዒንቲ ክህልወና ይደሊ ኣሎ። ረብሓ ምኽፋት መንፍሳዊ ኣዒንትና ግና እንታይ እዩ? ቀዳማይ ነጥቢ፣ ተስፋ ዝጸውዓና ንፈልጥ። መጽሓፍ ቅዱስና እንተ ኣንቢብና ብፍላይ ከኣ መልእኽታት ሃዋርያ ጳውሎስ እንተ ኣጽኒዕና በቲ ሃዋርያ ጳውሎስ ንማሕበራት ዝጽልየሎም ዝነበረ ጸሎት እምብዛ ኢና ንግረም። ጸሎትና ኩሉ ከኣ እዚ ናይ ጳውሎስ ልመና ክኸውን ኣለዎ። እስከ ሕጂ ንሰብ ኤፌሶን ዝጸልየሎም ጸሎት ንርአ። ኣምላኽ ጎይታና የሱስ ክርስቶስ ኣቦ ክብሪ ፍልጠቱ መንፈስ ጥበብን መንፈስ ምግላጽን ምእንቲ ክህበኩም እሞ ኣዒንቲ ልብኹም በሪሁ ተስፋ ጽውዓኡ እንታይ ምዃኑ ሃብቲ ርስቲ ክብሩ ኣብ ቅዱሳኑ እንታይ ምዃኑ ክትፈልጡ እጽሊ ኣለኹ ኤፌሶን ቀዳማይ ምዕራፍ ጥቕስ 17 ክሳዕ 18 ኣምላኽ ኣቦና ብጎይታና የሱስ ክርስቶስ ዝገበሮ ግብሪ ምስትውዓል ክሳብ ዘይከኣልና ሰዓት ብመንፈሳዊ ህይወት ክንዓቢ ኣይንኽእልን ጥራይ ዘይኮነ እቲ ክንሕጎሰሉ ኢሉ ዝሃበና ህይወት እውን ከይስተማቐርናዮ ክንሓልፍ ኢና ምስጢር ክርስትና ኣብቲ ዝጽዋዕና ዘሎ እዩ። ጽዋዕና እንታይ ምዃኑ ከኣ ሃዋርያ ጳውሎስ ደጊሙ ኣብ ሮሜ ሸሞንተ ጥቕሲ ዕስራን ትሽዓተን ክገልጾ ከሎ ነቶም ቀደም ዝፈለጦም ንሱ ንብዙሓት ኣሕዋትሲ ብኽሮም ምእንቲ ክኸውን ንምስሊ ወዱ ክመስሉ ቀደም መደቦም ነቶም ዝመደቦም ንኣቶም ድማ ኣጽደቖም ነቶም ዘጽደቖም ንኣተውቶም እውን ኣኽበሮም እምበኣር ክቡራት መንእሰያት ኣሕዋተይ ንሕና ነቲ እንኮን ናይ መጨረሻ ዝኾነ ወዲ ኣምላኽ ክንመስል ዝተጽዋዕና ሰባት ኢና። ነዚ ንምፍላጥ ከኣ እዩ ኣዒንትና ክፈቶ እናበልና ክንጽልይ ዘድልየና። ከምዚ እንተ ኾይኑ ምጥማትና ናብቲ ዝጸውዓናን ክንመስሎ ዝደለናን ናብቲ ዘለኣለማዊ ርስቲ እምበር ኣትኩሮና ኩሉ ምድራዊ ኣይክኸውንን እዩ። እዞም ተስፋ ጽውዖኦም ክፈልጡ መንፈሳዊ ኣዒንቶም ብመንፈስ ኣምላኽ ዝተኸፍተሎም ሰባት ወትሩ ነቲ ዘለኣለማዊ ምሰ ማዕደዉ እዮም። ክርኤ ንግዚኡ እዩ እቲ ዘይረኤ ግና ንዘልኣለም እዩ እሞ ንሕና ነቲ ዘይረኤ እምበር ነቲ ዝረኤ ኣይንጥምትን ኢና ዝብል ኣብ ካልኣይ ቆሮንጦስ ራብዓይ ምዕራፍ ጥቕሲ 18 ዘሎ ቃል ከዓ መፈክሮም እዩ መንፈሳዊ ዓይንቱ ዝተኸፍተ ሰብኣይ ኮነ ሰበይቲ ነቲ ጽዋዕኡን ርስቱን ክብሪ ኣምላኽ ኣብ ቅዱሳኑ ይጥምት ህይወቱ ከዓ ብእምነት መሊኣ ኣብ ፍቕሪ ኣምላኽ ተሰሪቱ ብፍርሓት ኣምላኽ ተሰንዩ ይመላለስ ካብ ጸጋ ኣምላኽ ከዓ ኣይጎድልን ጸገም ሰብ ገላትያ ብመንፈስ ጀሚሮም ብስጋ ምውድኦም ነቲ ሓደ ግዜ ዓይንቶም ተኸፊ ዝረኣይዎ የሱስ ዳግማይ መንፈሳዊ ኣዒንቶም ተኸፊቱ ክርእይዎ ብዘይምኽኣሎም እዩ። ሃዋርያ ጳውሎስ ከኣ ከምዚ ክብል ገኒሕዎም ኣሎ፣ ኣቱም ዓያሱ ሰብ ጋላትያ፣ ቀደም የሱስ ክርስቶስ ኣብ ቅድሚ ኣዒንትኩም ከም ስጹል ኮይኑ ተሳኢሉ ነበረ። ንሓቂ ከይትእዘዙ ደኣ መን ዓዘመኩም? ጋላትያ ምዕራፍ 3 ጥቕስ 1 ኣምላኽ ክፉታት ኣዒንቲ ነቲ ገንሸል ፋሲካና ዝኾነ ጀማሪ እምነትናን ደምዳሚኣን ክንጥምት ይደልየናን ይብህገናን። ሓዋርያት ሓደ ግዜ ብየሱስ ክርስቶስ ተላኢኾም ምስ ከዱ እሞ ከኣ ተዓዊቶም ምስ መጹ ኣዚል ባህ በሎም እሞ ብጎይታ ንጎይታ ብስምካ ሕሙማት ኣሕዊና ኣጋንንቲ ከኣ ተገዚኦምልና ክብሉ ብሓጎስን ምስርሳርን ይነግርዎ የሱስ ከኣ ሓለፋ እዚ ነገር እዚ ስሞም ኣብ መጽሓፍ ህይወት ስለ ዝተጻሕፈ ክሕጎሱ ከም ዘለዎም ሓቢርዎም ብኻልእ ኣዘራርባ ተስፋ ጽውዓኦም ንዘለኣለማውነትን ንኽብርን ምዃኑ ክፈልጡ ደልዎም ስለዚ ኣነ ንስኻትኩምን ከኣ ኣብ ኣምላኽ ዘለና ግደን ርስትን ልዕሊ ግምትና ዓቢ ምዃኑ ምስ እንፈልጥ ካብ ጭንቀት ሓሊፍና ካብ ቀንጠመንቲ ጸሎት ወጺና እቲ ብሕጂ ብምልኣት ክንጥዕሞ እናተጸባበና ናይ ምድሪ ጉዕዞና ብዓወት ክንዛዝም ኢና። ስለዚ መንፍሳዊ ኣዒንትና ኣምላኽ ክኸፍተልና ንጸሊ። ካልኣይ ነጥቢ፣ ንኣምላኽ ንምግልጋል ቆሪጽና ንትንስእ። እቲ እኽሊ ብዙሕ እቶም ዓየይቲ ግና ሒደት ምዃኖም ኣርጊጽና ንፈልጥ ኢና። ግና ስለምንታይ ደኣ ኢና እዚ እናፈለጥና ኣብቲ ዓጺድ ብዝግባእ ኢድና ንምሕዋስ ንሰግእን ንድሕሪት ንምለስን? ብርግጽ ናይ ኣምላኽ ኣገልግሎት ዋጋ የኽፍል እዩ፣ ግና ኸኣ ክብሪ ኣለዎ። ንኣምላኽ ምግልጋል ሓለፋ ዝኾነ ክብሪ ዝዓበየ ክብሪ እዩ። እዚ ክፍለጥ ግና መንፈሳዊ ኣዒንትኻ ተኸፊቱ ኣምላኽ ክብሪ ክርኣ ኣለዎ። ኣብ መጽሓፍ ቅዱስና ናይዚ ኣብነት ዝኾነና ነቢ ኢሳይያስ እዩ። እዚ ነቢ እዚ ኣብ ኣብቲ ሻድሻይ ምዕራፍ ክዛረብ ከሎ ከምዚ ይብል ብታ ንጉስ ኡዝያ ዝሞተላ ዓመት ኣነ እግዚኣብሔር ኣብ በሪኽን ልዕል ዝበለ ዝፋን ተቐሚጡ ከሎ ርኤኽዎ ዘፈራት ልብሱ ከኣ ነቲ ቐደስ መሊእዎ ነበረ። ኢሳይያስ መንፈሳዊ ኣዒንቱ ተኸፊቱ ነዚ ናይ ክብሪ ኣምላኽ ምስ ረኣዮ ኣብ ህይወቱ ዝተራእየ ለውጢ ነይሩ። ንሱ ኸኣ መንነቱ ፈሊጡ ከምዚ ኸኣ ይብል፣ ሽዑ ድማ ከናፍረይ ዝርኹስ ሰብ እየ፣ ኣብ ማእከል እቲ ኸናፍሩ ዝርኹስ ህዝቢ ኸኣ እነብር ኣለኹ እሞ፣ ወይለይ፣ ኣዒንተይ ንንጉስ ንእግዚኣብሄር ጐይታ ሰራዊት ርእየን እየን እሞ፣ ጠፋእኩ በልኩ። ኣምላኽ ኮታ እንተ ዝረድኣና፣ መንፈሳዊ ኣዒንትና ተኸፊቱ እንታይነትና ፈሊጥና ኣብ ቅድሚ ኣምላኽ ትሕት ምባል ክንክእል። ነብዪ ኢሳይያስ ምኽፋት መንፈሳዊ ኣዒንቱ ንኣምላኽ ክርኢ ገይርዎ፣ መንነቱ ክፈልጥ ኣኽኢልዎ። ውጽኢት እዚ ኸኣ ቅብኣት ኣምላኽ ኣብ ልዕሊኡ ፈሲሱ ሓዊ ኣምላኽ ተንኪዎ። ካብቶም ሱራፍኤል ሓደ ድማ ጓህሪ ኻብቲ መሰውኢ ብጕጤት ወሲዱ ኣብ ኢዱ ሒዙ ናባይ ነፈረ። ብእኡ ኸኣ ኣፋይ ተንከየ እሞ፣ እንሆ፣ እዚ ኸናፍርካ ተንከዮ፣ ኣበሳኻ ርሓቐልካ፣ ሓጢኣትካውን ጸርየልካ ይብለና። ኢሳያስ እዚ ምትንካፍ እዚ ኣብ ህይወቱ ምስ ረኣየ ንኣምላኽ ክጐይን ክገልግልን ዝተኸፍለ መስዋእቲ ክኸፍል ንድሕሪት ኣይምለስን እዩ። ብፍላይ ኣብ ቍጽሪ ሸሞንተ ናይዛ ምዕራፍ ነንብብ ንመን ክልእኽ ንመንከ ክኸደልና እዩ ዝብል ድምፂ እግዚኣብሔር ሰማዕኩ ኣነ እውን እኔኹ ለኣኸኒ በልኩ ይብለና ኢሳያስ ኣነ በለ እምበር ንካልኦት ኣይተመልከተን ባዕለይ ክጎይ እምበር ንካልኦት ይጉየዩ ኣይበለን እቲ ምንታይስ መንፍሳዊ ዒንቱ ተኸፊተን እምበር እየን ሃዋርያት ነቢያትን ኣቦታትን ናይ ዘመና ጀጋኑ ኣገልገልትን ገዛእ ርእሶም ቀቢፆም ንኣምላኽ ዘገልገሉን ዘገልግሉ ዘለውን መንፈሳዊ ዒንቶም ተኸፊቱ ነቲ ኣምላኽ ክብሪ ስለ ዝረኣይዎ እዩ ናተይን ናታትኩምን መዓልታዊ ድሌት፣ ባህጊ፣ ሕልሚ ኮታ እዚ ይኹን። ሎሚ እዚ ዓይነት ምኽፋል ስለ ዘይብልና እዚ ዓይነት ምኽፋት ስለ ዘይብልና ኢና ንድሕሪት ነንሳሕብ ዘሎና። ሃዋርያ ጳውሎስ ን ከኣ ነዚ ብምስትውዓል እዩ ተስፋ ጽውዓና እንት ክንፈልጥ መንፈሳዊ ኣዒንትና ክኽፈት ዝጸለየልና። ነቢ ኢሳያስ ትንቢታቱ ኩሉ እንተርኢናዮ ነቲ መሲሕ ተስፋ ህዝብታትን ኣህዛብን ዝኾነ የሱስ ዘመልክት ነበረ። እወ መንፈሳዊ ኣዒንትና እንተ ተኸፊቱ ስብከትና ኩሉ የሱስ ኣገልግሎትና ኩሉ ከኣ ንየሱስ ይኸውን። ኣምላኽ ኣዝዩ እንተ ዝረድኣና። ሃዋርያ ጳውሎስ ባዕሉ እውን ነቲ ሰማያዊ ራእይ ዘይኣበዮ ዝበለ እቲ ምኽፋት ኣዒንቲ ስለ ዝረኸበ ኢዩ። ጎይታና የሱስ ክርስቶስ ኣብ መንገዲ ደማስቆ ምስ ረኸቦ እሞ ቅራፍ ካብ ኣዒንቱ ምስ ተኣልየ ብመጠን እቲ ንቅዱሳን ክሳጉግ ዝጎየዮ ጉያ ከምኡ ከኣ እኳ ደኣ ሓለፋኡ ንመንግስቲ ኣምላኽ ጽዒቱ ንጎደሎ መከራ ክርስቶስ ክምልእ ተጋዲሉ። እቲ ምስጢር ምኽፋት ኣዒንቲ ኢዩ። እምበኣር ሎሚ ኣነን ንስኻትኩምን ሓለፋ ኩሉ ነገር ንኣምላኽን ንምግልጋልን ንመንግስቲ ኣምላኽ ንምስፋሕን እንተ ደሊና መንፍሳዊ ዒንትና ክኽፈት ንጸሊ ሽዑ ንሪኦ ራእይ ክብሪ እምበር እቲ ንሓልፎ ጎደና ዘሎና ሓጎጽጎጽ ኣይኮነን ዓስቢ እምበር እቲ እንኸፍሎ ዘሎና መስዋእቲ ኣይኮነን ፍረ ኣገልግሎትና ብመጠን ክፍተት መንፍሳዊ ዒንትና እዩ ዝዓብን ዝሰፍሕን ሳልሳይ ነጥቢ ሓለዋን ረድኤት ኣምላኽ ኣባና ዓቢ ምዃኑ ንፈልጥ። እቲ ዘሕዝን፣ ሰብኣይ ኰነ ሰበይቲ እቲ ኣምላኽ ምስኡ ከም ዘሎ ዘይፈልጥ ኢዩ። ብዙሕ ግዜ ኸኣ እዚ ፍጻሜ እዚ ኣባና ብምዃኑ ነሕዝን ሰባት ኰይንና ኢና። ኣምላኽ ብቓሉ እምበር ብህላውነቱ ብስምዒትና ኣይኰነን ዝረጋገጽ። ብዙሕ ግዜ ረድኤት ኣምላኽን ሓለዋኡን ኣባና ከም ዘሎ ንምፍላጥ እንጥቀመሉ ሜላታት መንፈሳዊ ንጥፈታት ወይ ከኣ ውሽጣዊ ኵነታት ስምዒትና ኢዩ። ግና እዚ ምስጢር እዚ ኣይኮነን ከምቲ ዳዊት ኣብ ቃልካ ተኣምራት ክርእይሲ ዓይንተይ ክፈተለይ ዝበለ ንሕና ከኣ ኣብቲ ውሽጢ ቃሉ ዘሎ ረድኤትናን ሓልዋ ኣምላኽን ንምርኣይ መንፈሳዊ ዓይንትና ክኽፈት ምጽላይ እዩ እቲ ንረድኤትና ኣብ ሰማያት ዝተወጥሐ ኣምላኽ ንተስፋን ምጽንናዕን ንሓለዋን ዝኾነና መምርሒ ኣብ ቃሉ ባዕሉ ተቐሚጡ ኣሎ ቃሉ ንእግርና መብራህቲን መገድና ከኣ ብርሃን እዩ ኣብዚ ኸኣ ምዕንቃፍ የሎን። ብብርሃን ኣምላኽ ብርሃን ክንርኢ ደኣ ንጸሊ። ኣብ መጽሓፍ ቅዱስና የዒንቶም ተኸፊቱ ኣብ ግዜ ጸገሞም ዓቢ ረድኤት ኣምላኽ ዝረኣዩ ሰባት ኣለዉ። ንሎሚ እስከ ገለ ክንርኢ። ካብቶም ካብኣቶም ሓደ ግዜ ንጉስ ሶርያ ንእስራኤል እምብዛ የጨንቖም ነበረ። ሓደ ግዜ ጊልያ ኤልሳእ ን ዝነበረ ኣንጊሁ ምስ ወጸ ሰራዊትን ኣፍራስን ነታ ከተማ ከቢቦማ ረኣየ። ኣብዚ እዋን እዚ እምብዛ ተሸበረ፣ ረዓደ፣ ፈርሐ። ንኤልሳእ ከኣ ካብ ፍርሑ ዝተላዕለ ኣየ ጎይታይ እንታይ ክንገብር ኢና በሎ ኤልያስ ከኣ ክፉታት ኣዒንቲ ስለ ዝነበሮ ድሓን ኣጆኻ ካብቲ ምስኦም ዘለዉስ ምሳና ዘለዉ ይበዝሑ እሞ ኣይትፍራህ በሎ ኤልሳእ ኣብዚ ኩነት እዚ ነቲ ባርያ ዝጸለየሉ ግሩም ጸሎት ኣሎ እወ እግዚኣብሄር እልምነካ ኣለኹ ክርኢስ ኣዒንቱ ክፈተሉ ኢሉ ድማ ጸለየ እግዚኣብሄር ከኣ ኣዒንቲ እቲ መንእሰይ ከፈተ እሞ ረኣየ ኣብ ዙርያ ኤልሳእ እቲ ከረን ናይ ሓዊ ኣፍራስን ሰረገላታትን መሊእዎ ነበረ ጸላኢና ከም ዝጓዘም ኣንበሳ ወትሩ ምስ ጓዘምን ምስ ኣፈራርሐን እዩ። ግና እግዚኣብሔር ነቶም ናቱ ከም ብጸጋ ብዋልታ እዩ ዝኸቦም፣ መልኣኹ ከኣ ኣብ ዙርያኡ፣ ዙርያኦም፣ ይገብር። እዚ ምስትውዓል ዝኽእል ግና እቲ ክፉታት ኣዒንቲ ዘለውኦ ሰብኣይ ኮነ ሰበይቲ እዩ። ኣብዚ ነገር እዚ ኣዒንትና እንተ ዘይተኸፊቱ ኩሉ ሳዕ መቕባሕባሕትን ፈራሕትን ጀጀውትን ንኸውን። እስራኤል ብዙሕ ግዜ መንፈሳዊ ኣዒንቶም ተኸፊቱ ኣብ ዝረእዮም ዘሎ ኣምላኽ ምዃኑ ሰኣን ዘይምስትውዓሎም እዩ ኣብ በረኸት ርሒቖም ኣብ መርገም ዝሽመሙ ዝነበሩ። ኣምላኽ እቲ ንሓገዝና ሰይፍኡን ዋልትኡን ሒዙ ዙርያና ዝኸበና ወትሩ ንሪኦ እንተኾይንና ዘሸብር ነገር ኣይክህልወናን ኢዩ። ተቢዕና ኣምላኽ ምሳና ካብ ኮነኸ ሰባት፣ ሰይጣን፣ ነገራት እንታይ ከይገብሩኒ ክንብል ኢና። ኣምላኽ እዚ ዓይነት ምርዳእ ክህልወና መንፍሳዊ ኣዒንትና ይኽፈት። ኣዒንቱ ዝተኸፍተ ሰብኣይ ኮነ ሰበይቱ ኣርሒቑ ዝርኢ፣ ኣዒንቱ ዝተኸፍተ ሰብኣይ ኮነ ሰበይቲ ተስፋ ጽውዑ እንታይ ምዃኑ ይፈልጥ እሞ ቦታ ርስቱ ክቡር ምዃኑ ብምስተውዓል ይጎይ። ኣዒንቱ ዝተኸፍተ ሰብኣይ ኰነ ሰበይቲ ንመን ከም ዘገልግል ፈሊጡ ንኣገልግሎት ኣምላኽ ይትግህ። ኣብዛ ናይ ምድሪ ጕዕዞኡ ኵሉ ኸኣ ክፉታት ኣዒንቲ ስለ ዘለዉዎ፣ ከይተሰከፈ ኣብ ትሕቲ ጸጋ ኣምላኽ ምዃኑ ተረዲኡ ይመላለስ። ነዘን ንዝበለጸ በረኸትን እምበኣር እዩ ዝተኸፍተ ኣዒንቲ መንፈስ ቅዱስ ዝዳህሰሰን ኣዒንቲ መድሓኒ ኡፍ ዝበለለን ኣዒንቲ ዘድልየና። ጸሎትና ኸኣ ዅሉ ነዚ ይኹን። ብድሕሪ እዚ ኢና።

እዚ ድምጺ ሰላምና ዩ ኩቡራትን ፍትዋትን ሰማዕትና ደጊምና መንፈሳዊ ሰላምታና እናቀደምና እቲ ብተኸታታሊ ሶኒ ሶኒ ብዛዕባ ሰብኣይን ሰበይትን ብዛዕባ ወለዲ ብሓፈሻ ኣብ ቤተሰብ ዝምልከት ተቅርበልኩም ኣስተምሮ ክንቅጽሎ ኢና ክሳብ ሕጂ ብዛዕባ ውሉድና ኢና ዘለና ሎሚ ድማ ክንቅጽሎ ኢና ሓቢርና ንከታተል ንሓውና ኣብርሃለይ ነዚ ጽሑፍ ሰደደልና ድማ ኣምላኽ ይባርካ ንብሎ። ቆልዑ ኣብዛ ህይወት እዚኣ ብኸመይ ይነብሩ? ከምኡ ኸኣ ቈልዑ ምስቲ ኣብ ከባቢኦም ዘሎ ዓለም ከመይ ይነብሩ ክመሃሩ ይግብኦም። ብቐንዱ እዚ ማለት ኣብ መዓልታዊ ህይወት ዘድልዮም ካብ ምውጻእ ኣስናኖም ኣትሒዝካ ክሳብ ምምራሕ መኪና ዘሎ ኩሉ ግብራዊ ክእለት ጥራይ ማለት እዩ። ንደቀይ ከመይ ኢሎም ኣስናኖም ይምውጹ ክምህሮም ይዝከረኒ። ንነዊሕ እዋን ወይ ኣነ ወይ ከኣ ሰበይተይ ንመጽወሎም ወይ ድማ ብራሽ ንገብሮም ኔርና። ሓደ መዓልቲ ግና እናዓበዩ ይኸዱ ስለ ዝነበሩ ንምንታይ ባዕሎም ብራሽ ዘይምኽኣሎም ሓሳብ ኣተወና። ከመይ ኢሎም ኣስናኖም ይሓጽቡ ከም ዘይመሃርናዮም ከኣ ተረድኣና ይብል ጸሓፊ። ኣቱም ቆልዑ ስምዑ፣ ነዚ ብራሽ ከምዚ ጌርኩም ትሕዝዎ፣ ሕጂ ንላዕሊ ንታሕቲ ተንቀሳቐስዎ ኢልና ክነግሮም ግዲ ኮነና። ኣዝዩ ቀሊል እዩ ዝመስል፣ ኮይኑ ግና ደቅና እቲ ክእለት ምእንቲ ከጥርይዎስ እቲ ቀሊል ዝበሃል ዘበለ ነገራት እኳ ከንምህሮም ኣድላዪ እዩ። እናዓበዩ ክኸዱ እንከለዉ ንቆልዑ፣ ግብራዊ ክእለት ምምሃር ማለት ስርሖም ክኣትዉን ድራር ዕለት ክምእርሩን ምምሃር ማለት እዩ። ብዙሓት ቆልዑ ብዛዕባ እቲ ምስ ዓበዩ ሕምብርቲ ህይወቶም ዝኸውን ልሙድ ናይ ስራሕ ዓለም ዳርጋ እንከይፈለጡ እዮም ዝዓብዩ። ወለዲ ክብሪ ስራሕ ክብሪ ስራሕ እንታይ እዩ? ስራሕ ማለትከ እንታይ ማለት እዩ? ኢሎም ክምህርዎም ንመጻዕ ከዳልውዎም ይኸእሉ። ሓደ ዝፈልጦ በዓል ሞያ ሕሳብ ኣብ ቤት ጽሕፈቱ ክሕግዝዎ፣ ሓደ ቤት ጽሕፈት ሕሳብ ከመይ ይሰርሕ ምእንቲ ክርእዩ ብስሩዕ መንገዲ ናብ ቤት ጽሕፈቱ ይወስዶም። ሓደ ካልእ ሰብኣይ ሸቃጣይ ከመይ ገይሩ ይሰርሕ ምእንቲ ክርእዩሉ ንወዱ ኣብቲ ኮለል ዝብሎ ዕዩኡ ኣብ ገለ እዋን ምስኡ ይማልኦ። ንቆልዑ ምስ ዓበዩ ዘድልዮም እተፈላለየ ክእለት ክምህርዎም ወለዲ ነቲ ነናቶም ዝርኺትን ኣረኣያን ኣጸቢቖም ከቕልቡ ይግባእ። ቆልዓ ዘበለ ኮለጅ ክኣቱ ወይ ስራሕ ቤት ጽሕፈት ክሰርሕ ግዲ ኣይኮነን። ክርስትያን ወለዲ ምእንቲ ዓለም ዓወት ኢላ እትጸቕጠሉ ዓወት ክብሉ ንደቆም ከጨንቕዎም ኣይግባእን። ቆልዓ ነቲ ክርስትያናዊ ማሕበረሰብ ከበርክቶ ዝኽእለሉ መንገዲ ምእንቲ ከለሊ ክኽእል ክድግፍዎ ይግባእ። ኣብ መንጎ ክርስትያናት ኣብቲ ዓለማዊ ስራሕ እንኳ እንከይተረፈ እቲ ግቡእ ቦትኡ ምእንቲ ከለሊ ናይ ምትሕግጋዝ ሃዋህው ክህሉ የድሊ። እዚ ግብራዊ ክእለት ምጥራይ ጥራይ ዘይኮነ ክርስትያን ቆልዑ ኣብዛ እናሓደረት እምነት ተጥፍእ ዘላ ዓለም እምነት ክርስትናን መለክዒታቱን ከመይ ይሕልዎ ክመሃሩ ይድሊ። ኢየሱስ ካብ ዓለም ክወጹ ከም ዘይብሎም ጥራይ ዘይኮነስ ንዓለም እውን ክመስልዋ ከም ዘይብሎም ደቂ መዛሙርቱ ምሂርዎም ኣሎ። ዮውሃንስ ዓሰርተ ሸውዓተ፣ ዓሰርተ ሓሙሽተ፣ ቈልዑ እዚ ማለት እንታይ ማለት ምዃኑ ክርድኦም ገለ ሓገዝ የድልዮም ኢዩ። ኣብ ተለቪዥን ዝቐርበሎም ክብርታትን ኣረኣእያትን ከመይ ይብድህዎ ክፈልጡ የድልዮም። ካብቶም ብክርስትያናዊ መለክዒታት ዘይነብሩ ሰባት ዘጋጥሞም ጸርፊ ከመይ ይምልሱሉ ክፈልጡ እውን የድሊ ኢዩ። ንድኻታትን ውጹዓትን ንኻልኦት ዓለም ብዘስዓቦ ዝገፍዓቶም ሰባት ርሕራሐ ክመሃሩ ከኣ የድልዮም እዩ። ብፍላይ ኣብዚ እዋን እዚ ንዘለዉ ቆልዑ፣ መዓልቲ መጸት ቤት ትምህርቲ ምኻድ ማለት ክርስትያናዊ ክብርታቶም ክሕልዉ ዝመሃሩሉ ናብ በዳህን ተጻባእን ኣከባቢ ምእታው ማለት እዩ። ብዙሓት ወለዲ ድሕሪ ትምህርቲ ምስ ደቆም ዝገብርዎ ዕላል፣ ኣብታ መዓልቲ ኣንታይ ኣጋጢሞም ምእንቲ ክፈልጡ እቶም ቆልዑ ዘጋጠሞም ጸገም ክርድእዎም ክሕግዞም ሓጋዚ እዩ። ሓደ ቤተሰብ ደቆም ሕዉሳት ልኡማት ክርስትያናዊ ፍቕሪ ንኻልኦት ከርኢ ምሂሮሞም ኮይኑ ግና እቲ ወዲ ዓሰርተ ኣርባዕተ ዓመት ወዶም ኣብ ሓደ ሓድሽ ማእከል ደረጃ ቤት ትምህርቲ ክመሃር ምስ ጀመረ ንገለ ተመሃሮ ኣብ ኮሪደር እቲ ቤት ትምህርቲ ረኸቦም እሞ ፍሽኽ በሎም። ኣምሳይኡ ዝርኸቦ ግብሪ መልሲ ግና ምግፋዕ እቶም ተመሃሮ ነበረ። ወለዱ ነገር እንከያልዓለ ከመይ ኢሉ እም ክኸውን ከም ዝኽእል ምሂሮሞ ግዲ ኮይኖም ብይቕረታ ሓሊፍዎ። ካልኦት ወለዲ ካብ ዝገደደ ኩነታት ይገጥሞም እዩ። እቲ ኣብ ከባቢ ቤት ትምህርቲ ንኣረኣእያን ኣጠማምታን ደቆም ከም ክርስትያናት ኣብ ሓደጋ ዘእትግ ይኸውን። ቆልዑ ንዕኦም ክመስሉ ካብ መዘንኦም ዝገጥሞም ጸቕጢ ወለዶም ካብ ዓበይቲ ካብ ዘጋጥሞም ጸቕጢ ዝኸፍአ ዓብዩ። ወለዲ ቆልዑ ነዚ ከም ዝበለ ጸቕጢ ከመይ ይገጥምዎ? እቲ ኣጋኒፍዎም ዘሎ ኩነታት ከመይ ይርድእዎ? ንደቆም ክምህሩ ዘሎ ዘበለ ዕድላት ክጥቀምሉ ይግባእ። እዚ ከቢድ እኳ ክነሱ ኣብዛ ከሓዲት ዓለም ንክርስቶስ መሰኻኽር ክኾኑ ዘድልዮም ሓይሊ የዕጥቖም እዩ። ሜላታት ትምህርቲ፣ ቈልዑ ንጐይታ ክዀኑ ምምሃር ብዙሓት ነገራት ስለ ዝሓትት፣ ወለዲ ቍሩብ ተስፋ ክቖርጹ ይኽእሉ እዮም። ካበይ እንተ ጀመርኩ ይሓይሽ? ክፍልታቶም እኮ ከጽርዩ ኽንድዚ እና ኣትዓቡንስ፣ በዚ ነገራት እዚ ከመይ ኢለ ክምህሮም ይዀነለይ? ብመትከላት መጽሓፍ ቅዱስ ቈልዑ ክተዕቢ ብዙሕ ጻዕርታት ይሓትት እዩ። ነዚ ነገር እዚ ክንገብር ብዘሎና ክእለት ክንጠራጠር ብቑዕ ምኽንያት ይህልወና ይኸውን። ኮይኑ ግና ከም ክርስትያን ወለዲ ካልእ ኣማራጺ የብልናን። እቲ ሓቂ እዚ እዩ። ከምቶም ዘረባ የሱስ ዝኸበዶም ግና ጎይታይ ንስኻ ናይ ዘልኣለም ህይወት ቃል ኣሎካ፣ ናብ መን እሞ ንኸይድ? ክብሉ እተገደዱ ሃዋርያት ከኣ ኢና። ዮውሃንስ ሽዱሽተ ስሳን ሸሞንተን። ኣብ ምዕባይ ቆልዑ ዝጥርነፉ ባእታታት ከነስተብህለሎም ስእንጅምር ግና፣ ኣምላኽ ክርስትያን ሰብ ሓዳር በብውልቆም ጥራይ ሓላፍነት ክስከሙ ከም ዘይመደቦም ክንዝክር ይግባእ። ንሱ ባዕሉ በቲ ምሳና ዘሎ ቀጥታዊ ውልቃዊ ርክብ ኣቢሉ ሓይልን ጥበብን ክህበና፣ ክረድኣና፣ ይደሊ። ከምኡ ኸኣ ብምትሕግጋዝን ብምድጋፍን ጥበብናን ሓይልናን ብምምቕቓልን ስራሕ ምዕባይ ቆልዑ ክንማቐሉ ምእንቲ ምስ ካልኦት ክርስትያናት ክንሓብር የድሊ። ቀንዲ ዕዮ መምህር ቆልዑ ሰለስተ ነገር ይሓቁፍ፣ ኣብነት፣ ትምህርቲ፣ መቕጻዕቲ። ሓንቲኤን ካብቲ ክልተ ተፈልያ ፍረ ከተምጽእ ኣይትኽእልን'ያ። መቕጻዕቲ፣ ዲሲፕሊን፣ ደጋፊት ኣብነት ትምህርቲ'ያ። በይና ግና ብላሻ። ውጽኢት ዕዮ ጓሳ ብምርኣይ ዘይኮነስ ጌጋ ክትፍጽም እንከላ ምቕጻዕ ጥራይ ብመቕጻዕቲ ጥራይ ክዳን ከመይ ሰፊ ክትምህር እትደሊ ኣደ እንርኣ። እታ ጓል ፈትሊ እኳ ከመይ ኢላ ኣብ ምርፋእ ክትስኳዕ ከይትመሃር እውን ትኽእል እያ፣ ምኽንያቱ እዚ ብምፍርራሕ ስለ ዝኾነ። ስለዚ ኩሉ ግዜ ብሓርቖትን ብስጭትን ዘይኮነስ ብፍቕሪ ንደቅና ክንምህሮም ይግብኣና። ኣብዛ ምዕራፍ እዚኣ ብዛዕባ እተን ክልተ ቀዳሞት ብዛዕባ ኣብነትን ትምህርትን ክዛረብ እደሊ። እተን ስዒበን ዝመጻ ክልተ ምዕራፋት ከኣ ብዛዕባ ዲሲፕሊንን ጸቕጥን ዝዛረባ እየን። ቅድሚ ምጅማረይ ግና ብዛዕባ እቲ ንዝኾነ ባእታ ትምህርቲ ቆልዑ ኣድማዒ ዝገብሮ ቀንዲ ነገር ማለት ሓድነት ኣቦን ኣደን ክዛረበሉ እደሊ። ቅድም ኢለ ኣምላኽ መንገዲ ሰብ ሓዳር ኣቢሉ ክንገብሮ ኣብ ዝደሊ ነገራት ሓድነት ዘለዎ ኣገዳስነት ጥቕሲ ኣንቢበዮ ኣለኹ። ምናልባት ኣገዳስነት እዚ ካብ ምዕባይ ቈልዑ ብዝበለጸ ብንጹር ዝረኣያሉ ካልእ ዘሎ ኣይህሉን ይኸውን። ከም ሰብኣይን ሰበይትን፣ ኣምላኽ ንሰብ ሓዳር ዝሃቦም ህያባት ሓደ ዓይነት ኣይኰነን። ክመላላእ እተመደበ ህያባት እዩ። ወለዲ ኸኣ ንደቆም ዘድልዮም ክቕርቡሎምሲ፣ እዚ ተመላላኢ ህያባቶም ብሓድነት ብሓባር ክጥቀሙሉ ይግባእ። ሓድነት ብዓይኒ'ቲ ኣብ ትምህርቲ ዘለዎ ጽልዋ እውን ኣገዳሲ እዩ። ወደይ ጆን ይብል ጸሓፊ ከመይ ክዳኑ ይኽደን ክመሃር እንከሎ ባዕሉ ከመይ ክገብር ይኽእል በዓልቲ ቤተይ መዓልቲ ንመዓልቲ ትምህሮ ነይራ ሕራይ ጆን ወደይ ሕጂ ስርኻ ልበስ ሕጂኻ ከምቸኻ ኮይኑ ግና ጆን ወድና ክዳኑ ክለብስ ክሕግዞ እንከለኹ ግና ከመይ ገይሩ ክዳኑ ባዕሉ ይለብስ ከርእዮ ካብቲ ባዕለይ ከልብሶ እንከለኹ ዝወስደለይ ግዜ ሓሙሽተ ዕጽፊ ስለ ዝወስድ ባዕለየ ዝገብረሉ ድሕሪኡ እንተ ከልብሶ ኢላ ክትብገስ እንከላ ኣይሰምዓን እየ ኣነ ዳሕራይ ከም ዘልብሶ ዘስተውዓለ ኮይኑ እዩ ዝስምዓኒ በዚ ድማ ጽቡቕ ኣይኮንኩን ድገብር ነይረ ማለት እዩ ኣነን በዓልቲ ቤተይን ነቲ ኩነታት ምስ ኣስተውዓልናሉ ብዛዕባ እዚ ነገር እዚ ሓደ ዘይምዃንና ነቲ ወድና ዘድልዮ ዝነበረ ትምህርቲ የዳኽሞ ከም ዝነበረ ኣስተብሃልና እዚኣ ሓንቲ ንእሽተይ ነገር እኳ ክነሳ ኣብ መንጎና ዝህሉ ሓደ ዘይምዃን ኣብ ዓበይቲ ነገራት ክህልዎ ዝኽእል ሳዕቤን ኣርኣያትና። ስለዚ ወለዲ ትምህርቲ ደቆም ብሓባር ክርእይዎም ኣገዳሲ እዩ። ሓደ ሓደ ቆልዑ እንታይ ይገብር ኣሎ፣ እቲ ቆልዓ እንታይ ክመሃር የድልዮ፣ ከመይ ክምህርዎ ወይስ ክምህርዋ ክዘራረብሉ ግዜ ክስውኡ የድልዮም። ብዛዕባ ዝጥቀሙሉ ሜላ እንተተሰማምዑ ንሓድሕዶም ክደጋገፉን ከይገዳድዑን ክሰማምዑ ይግባእ። ቆልዑ ኣቦን ኣደን ኣብ ምምሃሮም ዝጥቀሙሉ መንገዲ ሓደ ምዃኑ ከርእዩ ይግባእ። ኣብነት፣ ንሱ ዘይነብረሉ ዓይነት ህይወት ክምህር ዝኽእል ወላዲ የለን። ቆልዑ ንወለዶም ኣጸቢቖም ይዕዘብዎም እዮም። እቲ ዝርእይዎ ከኣ ኣጸቢቑ ይጸልዎም እዩ። ባህሪ ወለዲ ምስቲ ንሳቶም ዝምህርዎ ሓሳባት ዘይቃዶ እንተኾይኑ፣ እቶም ቆልዑ ነቲ ትምህርቲ ግዲ ኣይገብሩሉን እዮም። ኣብነት ንደቆም ክሳብ ክንደይ ከም ዝምህርዎም ዝርድኦም ወለዲ ሒደት እዮም። ሓደ ክርስትያን ኣቦ ንሱ ብዛዕባ ሓደ ክርስትያን ዓርኩ እተዛረባ መራር ዘረባ ውላዱ ክደግማ ብምስምዑ ሰንበደ። እዚ ንሱ ንደቂ ቅኑዕ ኣዘራርባ ብዛዕባ ካልኦት ክምህሮም እኳ ይደሊ እንተነበረ፣ ግብሩ ግና ካልእ ይምህሮም ነይሩ። ቈልዑ እንታይ ኪገብሩ ኸም ዘለዎም ዚምህሮም ከኣ እዚ ዓይነት ግብሪ እዩ። ኣቦ ስሒቱ ንኢዱ ብማርቴሎ ኪሃርም እንከሎ ዝበሎ፣ ሓደ ኸኣ መርሓ መኪና ኣብ ጐደና ቈሪጽዎ ኪኸይድ ከሎ እትገብሮ፣ ካብዚ ኸምዚ ዝበለ ደቀቕቲ ነገራት ብዙሕ ይመሃሩ እዮም። ሓደ እዋን ኣነን በዓልቲ ቤተይን ደቅና እቲ መሰረታዊ ስነ-ስርዓት መኣዲ ብፍላይ ከኣ ገለ ክሓቱ እንከለዉ ብትሕትና ክሓቱን ምምስጋን ክመሃሩ ወሰንና። ብዙሕ ስርዓት ዘይሓዘ ስጉምቲ ገለ ሰሙናት ሓለፈ። ሓደ መዓልቲ ግና ካብቶም ቆልዑ ንምንታይ ደኣ እዮም ዓበይቲ በጃኻ የቐንየለይ ዘይብሉ ክብል ሓተተ። እቲ ከጥርይዎ እንደልዮ ዝነበርና ስነ ስርዓት ባዕልና ንጥቀመሉ ከም ዘይነበርና በርሃልና። ርግጽ እዚ ምድንጋር ይፈጥር እዩ። ደቅና ዝኾነ ቀሊል ነገር ንኣብነት ብሱል፣ ጥሑን ድንሽ ክደልዩ እንከለዉ ብትሕትና ክሓቱ ክንምህሮም ክንደል እንከሎና ቅኑዕ ኣብነት ብምሃብ ክንጅምር ይግብኣና። ቘልዑ ካብ ዓበይቲ ነገራት እውን ይመሃሩ እዮም። ኣብቲ ቤተሰብ ጸገም ከጋጥም እንከሎ፣ ኣቦ ካብ ስራሕ ክስጐግ እንከሎ፣ ወይ ሓትኖ ክትዓርፍ ወይስ ኣደ ክትሓምም እንከላ፣ ወለድኻ ነቲ ኩነታት ብኸመይ ይገጥምዎ ይርእዮም። ብፍርሂ ክገጥምዎም ክርኢ እንከለዉ ፍርሂ ይመሃሩ። ክጭነቑ ክርእዎም እንከለዉ ምጭናቕ ይመሃሩ። ኣብ ገለ እዋናት ወለዶም ናይ ቁጥዐ ግብረ መልሲ ክርእዩ እንከለዉ ወይስ ብኣንጻሩ ንበል ስምዒቶም ክሓብኡ ከምዚ ዝበለ ግብረ መልሲ የርእዩ ይኾኑ። ኣብ ኣምላኽ ተኣሚኖም ግብረ መልሲ ክህቡ እንከለዉ ከኣ እምነት ይመሃሩ። እንተስ በዚ እንተስ በቲ ግና ብግብሪ ወለዶም ይመሃሩን ይምልመሉን እዮም። እዚ ኩሉ እዚ ቆልዓ ንቆልዓ ከም ክርስትያን ክትምህሮም እንከለኻ ዝያዳ ሓቅነት ኣለዎ። ክርስትና ክንዮ ቆልዑ ክሽምድድዎ ዝግባእ ትምህርቲ ዝኸይድ እዩ። ኣብ ግብሪ ክርእይዎ ዝግብኦም መንገዲ ህይወት ከኣ እዩ። ሞተይ ዝጽበዩ ጥፍኣት ነፍሰይ ባዕሎም እዮም ዝሃድሙ ካብ ህይወተይ

ክቡራት ሰማዕትና! ኣገልግሎት ድምጽ ሰላምና ኢኹም ክትከታተሉ ጸኒሕኩም። ብኢንተርነት ንእትከታተሉና ኣብ መርበብ ሓበሬታ። www ሰላምና
org ትረኽቡና። ከምኡ'ውን። ብፈይስቡክን ብዩትዩብን። ኣብ ቮይስ ኦፍ ሰላምና ትረኽቡና።

ወለዲ መርገም ሓዲግና ስለ ደቅና ናብ ጸሎት ንመለስ። ሃዋርያ ጳውሎስ ኣብቲ ኣብ መወዳእታ ዘመን ክፉእ ዘመን ከም ዝመጽእ ኣጠንቂቑና ኣሎ። ስለዚ ነቲ ኣብ መንጎናን ኣብ መንጎ ደቅናን ተፈጢሩ ዘሎ ናይ ዕድመ ጋግ ንኸነረድኦም ከይከኣለና ኣእዛንናን ደገ ልብናን ከፊትና ንኽንሰምዖም ምእንቲ ስለ ገዛእ ርእስና ንኹሉ ንጸሊ። ብሰንኪ ኣብ ኩሉ ኩርናዓት ህይወት ዘጋጥሞም ጸቕጢ፣ ወጥሪ፣ ፍርሂ፣ ምሽቝራር፣ ካብ ዘይደልይዎ ሓደገኛ ውሳኔታት ድሒኖም ቅርዑውን ጥዕይን ንርሑቕ ዝዓለመ ህይወት ንኽመርሑ ንጸልየሎም። ካብቲ ኣብ ልዕሊ መንእሰያት ተፈንዩ ዘሎ መንፈስ ናይ ርኽሰት ዕብዳንን ግብረ ሰደማውነትን ካልእን ንኽዕቀቡ፣ ነቲ ሓቀኛ መገዲ ኣምላኽ ኪረኽብዎ ብዕረፍቲ ንኽመላለሱ፣ ነቲ ኣብዛ ዓለም እዚኣ ዚገዝእ ዘሎ ክፉእ መንፈስ ብንጹር ኣለልዮም ካብ መርበቡ ሓራ ኮይኖም ነቲ ጽቡቕ ብምድላይ ህይወቶም ኣብ ትሕቲ መንፈስ ቅዱስን ቃል ኣምላኽን ንኸግዝኡ ንጸልየሎም። ካብ ትዕቢትን ትምክሕትን ርሒቖም ንገዛእ ርእሶም ትሕት ብምባል ንገጸ